ሰላም ሰላም ናይ ማኪ ሚድያ ተኸታተልቲ ከመይ ኣለኹም? ኣነ ደሓን እየ እግዚኣብሔር ይመስገን። ንስኻትኩም እውን ኣብ ዘዘለኹምዎ ሰላም ክትኾኑ ትምኒተይ እዩ። እሞ ናይ ማኪ ሚድያ ተኸታተልቲ ንሎሚ ሕፅር ዝበለትን ኣዝያ መሳጢትን ኣመና መምሀሪትን ዝበልኩዋ ዛንታ ናባኹም ሂዘያ ቀሪበ ኣለኹ። ግና ቅድሚ ናብቲ ዛንታ ምባለይ ነዚ ቻናል ሳብስክራይብ ዘይገበርኩም ሰባት እንተ ደኣ ሃሊኹም ነዚ ቻናል ሳብስክራይብ ብምግባር ነዚ ዛንታ ጀምርዎ ክብለኩም ይፈቱ። ናብቲ ዛንታ ከብለኩም ሰናይ ምክትታል። ደቂ ሰባት ክንፍጠር እንተለና ብዝተፈላለየ ዕላማ ንዝተፈላለየ ዕላማ እዩ መሪፅና ኣይንፍጠርን ከከም ዕድልና ገሊኦም ደቂ ሃፋትም ገሌና ኸዓ ደቂ ድኻታት ኮይና ንውለድ። ኩሉ ፍጡር ግን ንኽውለድ እንክውለድ ንተመሳሳሊ ዕላማ ዝነብረሉ ኩነታት ኣለዎ። ኩሉ ውሉድ በብሃይማኖቱ ንዘምልኾ ኣምላኽ ክግዛእ፣ ሃይማኖቱ ዝበሎ መጽሓፉ ዝእዝዞ ትእዛዝ ኩሉ ከተግብር ይፍጠር። ብኻሊእ መዳይ እውን ኩሉ ሰብ ዝበሃል ክገብሮ እናተገብኦ ግና ኸኣ ኩሉ ውሉድ ዘየተግብሮ ሓደ ነገር ኣሎ። ወላዲ ክንርኢ እንከለና ንባዕሉ ከይኮነ ንደቁ፣ ንባዕሉ ዓሪቑ እንተሎ ንደቁ ጽቡቕ ዘኽድን፣ ንባዕሉ ጠምዩ ጸሚኡ እንተሎ ንውላዱ ዘጽግብ፣ ዘርዊ፣ ዕድሚኡ ልክዕ ስለ ደቁ ዝነብር እዩ። ነዚ ዝገብር ወላዲ ቅድሚ ናቶም ህይወት ንውላዶም ክጠሩ ውዕለትኦምን ንክኸፍሉ ዝፅዕሩ ንወለዶም ቅድሚያ ሰሪዖም ዝነብሩ ሰባት ኣለዉ። ብኡኡ ልክዕ እውን ስራሕ ምስ ሓዙ ንባዕሎም ጥራሕ ዝነብሩ ኩሉ ነገር ረሲዖም ንባዕሎምን ንሓዳሮምን ፅቡቕ ክነብሩ ዝፅዕሩ ብዙሓት እዮም። ካብዞም ክልቲኦም ወፃኢ እውን ዋላ ዓብዩ ካብ ወለዱ ገንዘብ እናተቐበለ ዝነብር ዓብዩ ስራሕ ኣብ ክንዲ ዝሕዝ ናይ ወለዱ ፅግዕተኛ ዝኾን ውሉድ እውን ውሕድ ኣይኮነን። እግዚኣብሔር ይመስገን። ኣነ ግና ካብዞም ክልተ ነገራት እዚኦምስ ወፃኢ እየ። ንወለደይ ምሕጋዝ ብጣዕሚ እየ ዝፈቱ። ክልቲኦም ኣቦይን ኣደይን ጡረተኛታት ስለ ዝኾኑ ኣነየ ገንዘብ እናሃብኩ ዘመሓድሮም። ሕዚ ዋላ በዓል ሓዳር እንተኾንኩ ግና ሓዳረይ ናብራይ ከይገደበኒ ንገዛይ እናበልኩ ንስድራይ እውን ይኸውን እዩ። ምስ በዓል ገዛይ ዝተራኸብናሉ ብስራሕ ምኽንያት እዩ። ኣነን ንሱን ዝተመረቕናሉ ዓይነት ዲፓርትመንት ሓደ ዓይነት ዲፓርትመንት እዩ። ብኮንስትራክሽን ሓደ ዓይነት ዲፓርትመንት ዘርፍ ኢና ተመሪቕና። በዚ ምክንያት እውን ምስኡ ኣብ ሓደ ናይ ስራሕ ፕሮጀክት ኢና ተራኺብና። እቲ ፕሮጀክት ብዋናነት ንዓይን ንኡኡን ዝተዋሃበ ስለ ዝነበረ ዝበዝሕ ግዘና ብሓደ ኢና ነሕልፍ ነይርና። ቀስ እናበልና እውን ብሓደ ኣብ ሓንቲ ኣጋር ምሳሕ እናበላዕና ናይ ውሽጥና እናዋጋዕና ፅቡቕ ተቐራሪብና። ካብ ስራሕ ወፃኢ ዘሎ ኩሉ ርክብና ነናይ ውሽጥና እናዕለልና ነሕልፎ። ብስራሕ ሰበብ ዝጀመረ ርክብና ንፍቕሪ ዝበሃል ኣይ ምቁር ኣይ ዕረ ዝኾነ ነገር ወሊዱ። ኣብ መንጎ ስራሕና ፍቕሪ ኣእቲና ንሰርሖ ኩሉ ብሓደ ጽቡቕ ንሰርሕ። ብሓደ ኮይንና ብዙሕ ፕሮጀክትታት ወዲእና ብዙሓት ፕሮጀክትታት ንኽንሰርሕ ትእዛዝ እንትመጸና በበይንና ካብ እንኸውን ብዝብል ሓዳር መስሪትና ብሓደ ክንነብር ወሲና። ናይ መርዓና መዓልቲ ኣኺሉ መዓት እኽሊ ማይ ፈሲሱ ዕሰለ ዕሰለ እናተባሓለ ኣብ ዳስ እንትኹደድ ካባይ ንላዕሊ ወለደይ ብጣዕሚ ደስ በሎም። ኣነ ጓሎም እንሆ ዓብየ ኣበብኦም እንትርእዩ ከም ህዝቦም ዳስ ኣትኪለ እንትርእዩ ብታሓጓስ ናብ ዝኣትውዎ ስኢኖም እንትርኢ ብጣዕሚ ደስ ኢሉኒ ውሰዳ ውሰዳ እናተባሃለ ካብ ተወሊደ ዝዓበኹሉ ገዛ እንትወፅእ ስድራይ ናይ ሓጎስ ንብዓት እናንጠብጠቡ ሰንዮምኒ ኣነ እውን ካብ ገዛይ እንትወፅእ ሕርቕርቕ እናበለኒ ናብ ዓዲ ሕማይ ገዛ ኣተኹ ድሕሪ መርዓይ ምስ በዓል ገዛይ ብምዃን ጽቡቕን ምቁርን ናይ ፍቕሪ ጊዝያት እንተነሕልፍ ከይጸገብናዮ ናብ ስራሕ ክንምለስ ስለ ዘለና ተመሊስና ናብ ስራሕ ኣተና። ብስራሕና ጽፈትን ብእንሰርሖ ሜላን ጽቡቕ ስለ ዝኾነ ብዙሓት ናይ ስራሕ ዕድላት የጋጥሙና እዮም። ካብዚ ኩሉ ስራሕ ዕድላት ሓደ መዓልቲ። ካብ ከተማ ወፂና ንክንሰርሕ ፕሮጀክት ተዋሃበና። ሳንጣና ጠራኒፍና እውን ናብቲ ዝተዋሃብናዮ ኬድና። ግና ከዓ ኣነ እቲ ናይ ገጠር መነባብሮ ንኩነታተይ ደስ ክብለኒ ኣይከኣለን። እቲ ናይ ገጠር ምኻድና ምኽንያት ድዩ ዋላስ እንታይ እንድዒ ብዘይፈልጦ መንገዲ እቲ ፈቴ ደሌን ዝተመረቕኩሉ ናይ ኮንስትራክሽን ስራሕ ክጸልኦ ጀመርኩ። ንበዓል ገዛይ እቲ ስራሕ ከም ዘይተመችወንን ናይ ገጠር ኑሮ ከም ዝጸላእኽዎን ኣብ ከተማ ከይደ ናይ ዲዛይነር ስልጠና ወሲደ ንሱ ክሰርሕ ከም ዝደሊ ነጊረ ናብ ከተማ ንክምለስ ተሰማሚዕና። ሓንቲ ሓፍቲ ኣላትኒ ትምህርታ ወዲኣ ስራሕ ስለ ዘይረኸበት ኣብ ገዛ ምስ ወለደይ ኮፍ ኢላ እትውዕል እያ። ኣነ ንኸተማ ክምለስ ከባቢ ደው ኢላ ኣብ ገዘ ኮፍ ኢላ ምውዓላ ከም ዝሰልቸዋን ከማይ ስራሕ ሒዛ ንወለድና ክትሕግዝ ከም እትደልን ኣረጋጊጻ ኣምሪራ ነጊራትኒ። ኣነ እውን ንኸተማ ስለ ዝምለስ ኣብቲ ሽዑ ግዘ ኸኣ በዓል ገዛይ በይኑ ስለ ዝኾነ ምግቢ ንክትሰርሐሉ በይኑ ንኸይኸውን ካብ ምስጓና ምስ ሓፍተይ ንክኸውን ዘለዎ ኣታዊ ብዙሕ ስለ ዝኾነን ናብቲ ገጠር መጺኣ ምስቲ ሰብኣየይ ረዳት ኮይና ንክትሰርሕ ገይረያ። ኣነ ድማ ናብ ከተማ ተመለስኩ። ናብ ገዛይ ምስ ተመለስኩ ግና ክንድቲ ዝሓሰብኩዎ ክሰርሕ ኣይከኣልኩን። እቱ ምስ በልኩ ጥንስቲ ምዃነይ ስለ ዝፈለጥኩ፣ ንሓሙሽተ ወርሒ እቲ ዝሓሰብኩዎ ናይ ዲዛይን ስልጠና ወሲደ ኣቋሪጸዮ። ምኽንያቱ ከብደይ እናገዘፈ ሕማም እውን ይስምዐኒ ስለ ዝነበረ ኣብ ገዛ ኮፍ ኢለ ይውዕል። ሰብኣየይ እውን ኣብቲ መጀመርታታት እምበር ምድዋል ዝበሓል ነገር ገዲፍዎ በይነይ ይሳቐ። መዓልተይ በጺሑ ትሽዓተ ወርሒ ምስ ገበርኩ ናብ ኣደይ ከይደ ወለድኩ። ክርስትናይ እውን ምስ ኣደይ ኮይነ ኣሕለፍክዎ። ክርስትና ሓሊፉ ኣርባዕተ ወርሒ ክሳብ ዝመልኣኒ ወላ ሓንቲ መዓልቲ በዓል ገዛይ ብስልከይ ደወለለይን። ኣብ ክርስትና ወዱ እውን ኣይተሓወሰናን ስለ ዘተሓሳሰበኒ ክሪኦ ኢለ ንወደይ ምስ ወላዲተይ ገዲፈ ናብቲ ገጠር እንትኸይድ ንዓይ ብምርኣዩ ግና ደስ ኣይበሎን። ኣብ ልዕሊኡ ንምንታይ መጺኺ ኢሉ ኮር ኢለይ ዝኾነ ነገር ክጠፍኣኒ ጀመረ። ንዓይ ገዲፉኒ እውን ናብ ደገ ኸደ። ኣብቲ ደገ ኣፍ ገዛ እንትጽበዮ ንሓፍተይ ሓቚፉዋ እናሰሓቐ ናባይ ገጹ መጸ። ሃንደበት ስለ ዝኾነኒ ደንጊጸ ናብኦም ብምቕራብ እንታይ ይኸውን ከም ዘሎ እንትሓቶም ንዓይ ከም ዝጸልኣኒ ክርእየኒ እንከሎ ደስ ከም ዘይብሎ ካባይ ንላዕሊ ንሓፍተይ ከም ዘፍቀረን ነቲ ወድና ግና ንምዕባይ ከም ዝሕግዘኒ ነጊሩኒ። ክከራኸሮን ትብል መሊሳ ሓፍተይ ኣብ ክንድኡ ጠበቓ ኮይና ግደፍ ምስ ዝመረጾ ይንበር ኢላ ዝቐበለትኒ ኣነ እውን እዚ ውርደተይ ሒዘ ናብ ገዛይ ተመለስኩ ሓፍትኻ እውን ዶ ንበዓል ገዛኻ ትምንጥለካ እያ ኣይሓሰብኩዎን ሃንደበት ኮይኑኒ ኣብዚ ሕዚ ሰዓት ንወድና መዕበዪ ዝኾን ገንዘብ ኣይጉደለለይን ይሕግዘኒ እዩ ግና በቲ ኩነታት ብጣዕሚ እየ ተጎዲኤ። ህይወተይ እውን ኣብ ስቃይ ኮይነ ይመርሕ። ሓደ ሓደ እዋን ምንባር የፅለኣኒ እሞ ዓርሰይ ከጥፍእ ይሓስብ። ግና ከዓ ንወደይ ይርኢ። ብሓፍትኻ ብምቃል ስጋኻ እውን ዶ ሕማቕ ትረክብ ኢኻ ደቀይ። ምንባር ብጣዕሚ እየ ፀሊኤያ። እስከ ኣሕዋተይ ከመይ ገይረ ህይወተይ ክመርሕ? ምኽርኹም እስከ ሃቡኒ ንወለደይ እዚ ነገር ኣይነገርኩዎምን በጃኹም እንታይ ክገብር ኣማኽሩኒ። ሰላም ሰላም ናይ ማኪ ሚድያ ተኸታተልቲ ንሎሚ ሒዘልኩም ቀሪበ ዝነበርኩ ዛንታ ነዚ ይመስል ነይሩ። ነዚ ዛንታ እንተ ደኣ ፈቲኹምዎ ሓሳብ ርእቶ እንተ ደኣ ሃልዩኩም ኣብ ናይ ኮመንት መጽሓፍ ቦታ ሓሳብ ርእቶኹም ግደፉልና። ነዚ ቻናል ሓደሽቲ እንድሕር ዳኣ ሃሊኹም ሳብስክራይብ ብምግባር ነታ ናይ ደወል ምልክት ብምንካእ ናይ ቻናልና ናይ ወትሩ ተኸታተልትና ክትኾኑ ንላቦ። ነዚ ቻናል እንተ ዳኣ ፈቲኹምዎ ላይክ፣ ሼር፣ ሳብስክራይብ ምግባር ኣይትሕመቁ። ክሳብ መወዳእታ ምሳና ስለ ዝጸናሕኩም ካብ ልቢ እንዳመስገና በዚ ክንፍለየኩም ቻው።